Hello ዝኸበርክን ኣሕዋተይ ከመይ ቀኒኽን ደሓን ዶ ቀኒኽን ኣነ እግዚኣብሔር ይመስገን ጽቡቅ ኣለኹ ንስኽን ከኣ ጽቡቅ ክትብላ ተስፋ ገብር ሎማዓንቲ ከኣ ብኻልእ ቪድዮ መጺኤክን ኣለኹ እንጆይ ክገብሮ ተስፋ ገብር ሓደሽቲ ድሕር ኮንክን መጀመርያኽን ድሕር ኮይኑ ኣብዚ ናተይ ዩቱብ ሕጂ እንዳራእኹን ከለኽን ሳብስክራይብ ግበራ እተን ኩልኽን ሓደሽቲ ሳብስክራይብ ዝገበርክናለይ ብጣዕሚ እየ ደመስግነክን የቀኒየለይ ብጣዕሚ ብዙሓት ሓደሽቲ ሳብስክራይበርስ መጺኽና ኣለኽን ቋዕ ዳሕን መጻኽን ኣብ ቻነለይ እዚ ናተይ ቻነል ጽቡቅ ጽቡቅ መደብ ናዕና ንደቂ ኣንስትዮ ንጥዕናና ዝጠቅም ንኩሉ ነገር ዝጠቅም ማለት እዩ ናዕና ንደቂ ኣንስትዮ ዝከውን ጽቡቅ መደብ እዩ ዘለኒ እንኳዕ ዳሓን መጻኪ ናብዚ ቻነለይ ሎማዓንቲ ማዓልቲ ኣዴታት እዩ ብምክንያት ማዓልቲ ኣዴታት ሓደ ሓደ ነገር ክብለክን መጽየ ማለት ሃፒ ማዘርስ ደይ ክብለክን መጽየ ዩዥሊ ኣብ ሰንበት ክከውን ከሎ ካልእ ቪድዬ ፖስት ድግብር ድኮነ ቪድዬ ማለት እዩ ግን ሎማዓንቲ ምሸት ማዘርስ ደይ ዘሎ ግን ብምክንያት መዓልቲ ዴታት ሃፒ ማዘርስ ደይ ክብለክን መጽየ ብጣዕሚ እየ ደመስግነክን ብጣዕሚ እየ ዝፈትወክን ብጣዕሚ የቀንየለይ እተን ኩላትክን ሳፖርት ትገብራኒ እዚ ናተይ መደብ እዚ ናተይ ዩቱብ ማለት እዩ ንዓና ንደቂ ኣንስትዮ በቃ ዝጠቅም ነገር እዩ ዘለዎ መደባት ማለት እዩ ወላ ንዓና ንፋሚልና ነብስና ጽቡቅ ጌርና ቴክ ኬር ክንገብር ንሕና ቴክ ኬር ተጌርና ነብስና ከዓኒ ፋሚሊ ምሉእ ንሕና ክስታይ ስለ ዝኾንና ማለት እዩ ጽቡቅ ጽቡቅ መደብ እዩ ዘለዎ እዚ ናተይ እዚ ናይ ማዘርስ ደይ ማለት እዩ ሕጂ ብምክንያት መዓልቲ ኣዴታት ሓደ ሓደ ነገር ክብለክን ደልየ ኣለኩ ከምቲ ኩሉ ግዜ መታባብዒ መታባብዒ ዝኮነ ክስታይ ይደሉ ኣብዚ ናተይ ቻነል ንሕና ንደቂ ኣንስትዮ ማለት እዩ ንሕና ብጣዕሚ ስለ ንደክም ኣብዚ ወጻእ ዘለና ማለት እዩ እንደገና ከኣኒ ቢዚ ስለ ዝኮንና ኩሉ ግዜ መብዛሕትና ነብስና ክስታይ ንገብር ኢና ግን ከምኡ እንዳገበርና ነብስና take care ክንገብር ንኽእል ኢና ቀስ እንዳበልና ማለት እዩ ካብ መጠን ንላዕሊ ኢኻ ቢዚ ትኸውን በቃ ግዜ የብልካን መብዛሕትኡ ግዜ ግዜ የብልናን ግን ኣብታ ዘላትና ግዜ ከምቲ ኩሉ ግዜ ዝብለክን ማይ ክንሰቲ ኣለና ንግሆ ንግሆ ተሲእና ማለት እዩ ናይ ግድን ማይ ክንሰቲ ኣለና ንግሆ ንግሆ ተሲእና ጥዕና ዘለና ንክንከውን ማለት እዩ ካልእ ከዓኒ ከምቲ ኩሉ ግዜ ዝብለክን ንግሆ ምስ ተሳእና ከዓኒ ቫይታሚን ሲ ጌርና ገጽና ከም ደርእየክን መዓት እተን ደይረእኹንኦ ብዙሕ ናይ ስኪን ኬር ክስታይ ኣለኒ ማለት እዩ ቪድዮታት ኣለኒ ኣብዚ ናተይ ዩቱብ ኣፈይ ማይ ጸሚኤ ስኪን ኬር ንግሆ ቫይታሚን ሲ ጌርና ደሓር ሞይስቸራይዘር ጌርና ሳንስክሪን ንገብር ማለት እዩ ንግሆ ንግሆ እዚ ኩሉ ነገር ከመይ ጌርና ቴኬር ከም ንገብር ዋላ ናይ ጨጉሪ ገሩ ኩሉ ኣለኒ ማለት እዩ ጨጉርና ናይ ግድን ኣይኮነ እንዳ መሽጣ ክንገብር ኣብ ገዛ ኣነ ባዕለይ ዝገብሮ ዝለክን ጨጉረይ ነዊሕ ኣይኮነን ግን ሄልዚ እዩ ጽቡቅ ጨጉሪ ጽቡቅ ገይረ ቴኬር ድገብሮ ማለት እዩ ኣብታ ደላትኒ ግዜ ብ ገዛ ማለት እዩ ካልእ ከኣኒ ከምቲ ኩሉ ግዜ ዝብለክን ኣትሊት ዓሰርተ ዓሰርተ ሓሙሽተ ደቂቅ ንግሆ ዋክ ክንገብር ኣለና ወላ እቶም ቢዚ ድኮና ከኣኒ ኣትሊት ዓሰርተ ሓሙሽተ ደቂቅ ገለ ከኣኒ ወላ ኣብ ቲቪ እንዳረኣና መዓት ኤክሰርሳይስ ኣሎ ስትሬች ክንገብር ኣለና ሙሉእ መዓልቲ ድሕሪ ኣብ ስራሕ ደኺምና ውዒልና ምስ መጻና ገዛ ኣብ ከባቢ ከለና ንድቅስ እዚ ምንጻፍ ናይ ዮጋ ገዚእና ማለት እዩ። እዚ ምንጸፍ ናይ ዮጋ ገለ ኣብዚ ኣሜሪካ ዘለኽን ኣብ በዓል ቲጄ ማክስ ገለ ብጣዕሚ ብሕሱር ዋጋ ኣለክን ኣብ መሬት ኣንጽፍ ኣቢልና ምሸት ስራሕ ደኺምና ምስ ወዓልና ኣብኡ ከለና ክንድቅስ የብልናን ቁሩብ ስትሬች ክንገብር ኣለና ከመይ ጌርካ ስትሬች ከም ትገብር ኣብ ዩቱብ ኣሎ ኣብ ቲክታክ ኣሎ ብድኾነ ክትረኽብኦ ትኽእላ ኢኽን ማለት እዩ ካልእቲ ኤክሰርሳይስ ከኣኒ ወላ ዋክ ክንገብር ኣለና ወላ ናይ ግድን ኣይኮነን ጂም ክንከይድ ብዙሕ ዓይነት ኤክሰርሳይስ ኣብ ዩቱብ ኣሎ እንዳረኣኻ ትሰርሖ ማለት እዩ ኤክሰርሳይስ ከኣ ክንገብር ኣለና ካልእ ኣብዚ ጽሒፈዮ ነይረ ኩሉ ማለት እዩ ቫይታሚን ከኣኒ ቫይታሚን ከኣ ከምቲ ብቀዳማይ እዚ ናይ መወዳእታ ቪድዮ ደላ ኣርእየክን ነይረ ዋላ ቅድሚኡ ከማን ቫይታሚን ሰሪሐ ነይረ ትደልየና ቫይታሚን ከኣኒ ንዶክተር ንሓቲትና ክንወስድ ኣለና ብፍላይ ኣብዚ ዓዲ ቁሪ ዘለና ኣብ ኣውሮጳ ኣሜሪካ ማለት እዩ ኣብ ግዜ በረድ ገለ ብዙሕ ጸሓይ ስለ ዘይንረክብ ቫይታሚን ዲ ናይ ግድን ክንወስድ ኣለና ግን ክንደይ ከም ዘድልየና ንዶክተርና ንሓትት ኣለና ብጣዕሚ በቃ ጽቡቅ ማለት ሄልዚ ክንኮን ሄልዚ ክንከውን ኣለና ንሕና ሄልዚ ተኮይንና ፋሚልና ከዓ በቃ ጽቡቅ ጌርና ቴክ ኬር ንገብር ማለት እዩ ካብ መጠን ንላዕሊ ካብ መጠን ንላዕሊ ነብሲ እዚ ቫይታሚን ጠቃሚ ኢና ዓይ ብፍላይ እዚ ቫይታሚን ዲ ቀደም ኣይወስድን እየ ነይረ እዚ በዚ ጎንኻ ርእስኻ ድሕመካ እዚ እግርኻ ድሕመካ ገለመለ ብዙሕ ነገር እዩ በቃ ክሳይድ ይገብረልካ ማለት እዩ ሕጂ ን ሓኪምክን ሓቲትክን ባይታሚን ክንደይ ከም ዘድልየክን እምበር ኖርማል ገዚእካ ካብ ኦቨር ዘ ካውንተር ክትገዝእ ትኽእል ኢኻ ባይታሚን ብፍላይ ዲ ተኻልእ እንተኾይኑ ከዓኒ ውመንስ ዋን ሰደይ ከዓ ቅድሚ ሕጂ ሰራሕኮ ቪድዮታት ኣሎ ኣብኡ ኣትያክን ክትሪኦ ትኽእላ ኢኽን ከምኡ ትወስታ ማለት እዩ ካልእ ከዓኒ ብዘለና ዓቕሚ ናይ ግድን ክስታይ ዘይኮነ ኣፀቢቕና ክስ ታይ ክንገብር ቁጽቁ ኢልና ሻፕ ሻፕ ክንገብር ክዳውንቲ ሓደ ሓደ ቤዚክ ነገር ገዚእና ከኣኒ ብተኻእለና መጠን ከኣ መወጽ ኾላና ዝንጥ ወላ ድንታ ንገብራ መዓስ ክንገብሮ ገለ ደይኮነ ገገዚእና ክነቐምጦ ክንወጽ ኾለና ኣብ ዝኾነ ቦታ ከኣኒ በቃ ዝንጥ ኢልና ንወጽ ማለት ኖርማል ክወጽ ከሉ ከኣ ሕጂ ከምዚ ኣጸቢቕ ክስታይ ለይወጽ ነይ ግን ጽቡቕ ታይት ጌርና ጽቡቕ ክስታይ ጌርና መንዲል ከይተሸፈና ጨጉርና ማለት እዩ ክንወጽእ ከለና እዚ መንድል ምሽፋን ክንገድፎ ኣለና ማለት እዩ። ኣይ ኖው ብጣዕሚ ቢዚና ካብ መጠን ንላዕሊ ክስታይ ትኸውን እያ ሓደ ሓደ ግዜ ክስታይ ይኾነካ እዩ ግን መንድል ክንሽፈን የብልናን በቃ ወላ ከምቲ ጭ- ከመይ ጌርካ ጨጉርካ በጥ ከም ተብሎ እንታይ እንታይ ተጠቂመ ኣነ ሕጂ ሕሱር ሕሱር ነገር ተጠቂመ እዚ ነገር ከመይ ጌረ በጥ ከም ዘብሎ ኣርእየክን ነይረ ድሕር ደሊኽን ካልእ ቪድዮ ከዓ ክሰርሓልክን እኽእል እየ ማለት እዩ ከምኡታት ጌርና ሲምፕል ክስታይ ተካዳዲና በቃ ኖርማል እታ ጮግና ወላ እንድሕር ክንምሽጦ ክሰድ ይካኣልና ኣነ ሕጂ ኣብ ገዛይ እንምሽጦ ከምዚ ድበልኩም ማለት እዩ ኤክሰርሳይስ ስለ ዝከይድ ኣትሊስ ኣብ ሰሙን ሓንሳብ ወይ ኣብ ክልተ ሰሙን እንድሕር ኣጸቢቁ ዘይተባላሸወ ባዕለይ ምሽጦ ማለት እዩ ኣለኒ ከም እንታይ እንታይ መም እንድሕር ትደልያ ኮንክን ትድጥቀመሉ ኣለኒ ቪድዮ እንድሕር ሓድሽ ሰርሓልክን ደሊክን ከኣ ከሰርሓልክን እክእል እየ ኣጆክን ጥቡቅ ጌርክን በቃ ክስታይ ግበራ ማለት እዩ እዚ ናተይ ዩቱብ ኣን ሓሳበይ ናተይ ማለት እዩ ንኩላህና ተታባቢዕና ኣነ ደይፈልጦ ንስኻትክን ትነግራኒ እስኽን ዘይትፈልጥኦ ከኣ ኣነ ክነግረክን ማለት እዩ እንዳ ተሓጋገዝና ክስታይ ንገብር ማለት እዩ ኣነ ብዚ ዓዲ መጀመርያ ምስ መጸኹ ሓንቲ መሓዛ ነይራትኒ ኢትዮጵያዊት በቃ ዝኾነ ነገር እንድሕር ደልየ ኩሉ ነገር ትነግረኒ ነይራ ማለት ቆልዓ ከምዚ ኮይኑ ተልያ ኩሉ ነገር ትነግረኒ ነይራ ማለት እዩ ድሓር እንታይ ትኸውን ካብ ስተ እንዳተምሃርካ ብዙሕ ስታይ ምስ በልካ ምስ ከድካ ሰርች እንዳገበርካ ገለ እንዳ ፈለጥካ ትኸይድ ማለት ኢኹም እተን ናኣሽቱ ኣሕዋተይ ከኣ ዋላ ብዙሕ ሓድሽቲ ድመጻኽን ኣብዚ ዓዲ ገለ ዝኾነ ሕቶ ተለክን መብዛሕትኽን ምልሰልክን እየ ዋላ ኣብቲ ፌስቡክ ምልሰልክን እየ መሰንጀር ዋላ ኣብ ዩቱብ ከኣ ምልሰልክን እየ ማለት እዩ ዋላ ኣብዚ ቪድዮ ከኣ ዝኾነ ነገር ክሕግዘክን ከምታት እንተ ከምዚ ኣበይ ኣሎ ከምዚ ዝኾነ ነገር ኢንፎርሜሽን ድሕር ትደልያ ኮንክን ሕተታኒ ክምልሰልክን እየ በቃ ኣጆኽን በቃ ኩላህና ተሓጋጊዝና ጽቡቅ ላይፍ ክንነብር ኢና ጽቡቅ ክስታይ ክንገብር ኢና ማለት እንዳ ተባባዕና ዝኾነ ነገር ኣነ እንድሕር ክስታይ ኮይነ ዘይፈልጦ ነገር እንድሕር ኣሎ ንስኹም ንዓይ እንዳ ነገርክን ኣነ ንዓኽ እንዳ ነገርኩ ናተይ ቻነል ጽቡቅ ጽቡቅ ንዓና ንደቂ ኣንስትዮ ዝጠቅም ቻነል ክገብሮ እየ ዝደሊ ካብ መጠን ንላዕሊ እየ ዝፈትወክን ሳብስክራይብ እንድሕር ዘይገበርክን ሕጂ ከይወጻኹም ኩልኽን ሳብስክራይብ ግበራ ሃፒ ማዘርስ ደይ ብጣዕሚ ብጣዕሚ ድበለጽ ድበለጽ ከም ደቂ ኣንስትዮ ኩላትክን ማለት እዘን ናይ ሓበሻ ደቂ ኣንስትዮ ድበለጽና ኢና ማለት እዩ ዝኾነት ሓንቲ ቲክታክ ኣብ ቲክታክ ፍልጥቲ ኣላ ሰብኣያ ጻዕዳ ንሳ ሳውዝ ኣፍሪካ ድያ ገለ ኣብ ጀርመን ትቕመጥ ነበረት ብጣዕሚ እዞም ኣሜሪካ ሕጂ ብኣ ጥራይ እዮም ዝዛረቡ ምግቢ ካብ ከመይ ጌራ ከም ትሰርሕ ንሰብኣያ ንዓን ደቃን ካብ መጠን ንላዕሊ በቃ ሕጂ ኣብ ቲክታክ ፌመስ ኮይናስ ወላ ማዕረ ኣብ ኒውስ ከይተረፊኦም በቃ ከመይ ጌራ ከምዚ ጌራ ትሰርሕ እባ ንባዕላ ሰሪሓ ምእንቲ ኩሉ መግቢ ትስርሖ ማለት እዩ ተደኒቆም ብኣኣ ዝዛረቡ ማለት እዩ ንሕና ግን ናቹራሊ ባዕልና ሒዝናያ ዝመጻና ማለት እዩ ደርሆ ምስራሕ ሽሮ ምስራሕ እዚ ኩሉ ንሕና ሕጂ ንሳቶም ሕጂ እብዚ ዓዲ እዞም ምዕቡላት ዓዲ ክስታይ ዝገብርዎ ንሕና ኦረዲ ካብ ዓድና ሒዝናዮ ዝመጻና ካብ ኣዴታትና ዝተማሃርናዮ ከመይ ዝበልና ዝበለጽና ኢና ማለት እዩ በቲ ክስታይ ክትሪኦ ከለካ ካብ እስካብ ሕጂ እዚ ደርሆ ምስራሕ ንባዕሉ እዚ ሽሮ ምስራሕ እዚ ጸብሒ ንሰርሖ ዓደስ እዚ እንጀራ ንስርሖ ንባዕሉ ሕጅስ እንጀራ ኣንፊዕኻ ገለ መለ ገለ ኣብዚ ዓዲ ከምኡታት ክስታይ ደብልዎ የለን እዚ ጣፍ ብጣዕሚ እያ እዚ ጣፍ እዚ ዓደስ ንስርሖ ገለ እዚ ኣሕምልቲ ገለ ኣብዚ ዓዲ ሕጂ ንሕና ነዚ ሕጂ ንሳቶም ከምዚ ከምዚ ካልእ ገይሮም ነዛ ጓል ኣብ ቲክታክ ክሪኣ ዝቐነኹ የድንቕዎ ማለት እዩ። ንሕና ግን we already have that በቃ ኣለና ማለት እዩ። ካብ ኣዴታትና ተማሂርናዮ፣ ባህልና ጽቡቕ ተማሂርናዮ ድመጻና ማለት እዩ። ካልእ ከኣኒ ብዛዕባ ቡን ምስታይ ገለ ኣብ ገዛ ከኣኒ ኩሉ ግዜ ቡን ከኣኒ ኣነ እንታይ እየ ዝብል ኣብቲ ዕረፍቲ ክንከውን ከለና ቡን ድሕር ጌርና ከኣኒ ኣነ ከምዚ መዓልታዊ ግዜ የብለይን እዚ ነስፕረሶ እየ ዝሰቲ ከም ዝነበርኩኹም ኣብ ዕረፍተይ ግን ብስነ ስርዓት ቡን ጌረ እየ ዝሰቲ ቆልዑትና ፋሚልና ኮይና ማለት እዩ እሱ ሕቁፍቁፍ ስለዘብለካ ባህሪ ናእሽታት ገለ ክነጥፎ የብልናን ማለት እዩ እቲ ቡን ምስታይ ካብ መጠን ንላዕሊ ነቲ ፋሚሊ ሕጂ ንዓይ ደቀይ ብጣዕሚ እየን በቃ ቡን ክንሰቲ ደስ ድብለን ማለት እዩ ኣብቲ ዕረፍቲ ክኸውን ከለና ቡን ቆሊና ገለ ባህላዊ ማለት እዩ እሱታት እቲ ናይ ፋሚሊ ነገር ኩሉ ነገር ኣለና ናዕና ንሕና ዝበለጽና ደቂ ኣንስትዮ ኢና ማለት እዩ ኩላህና ንሕና ናይ ሓበሻ ደቂ ኣንስትዮ ኤርትራውን ወላ ኢትዮጵያውን ዝበለጽና ደቂ ኣንስትዮ ኢና ኩሉ ነገር ኦሬዲ ካብ ብናኣሽና ሒዝናዮ ዝመጻና ብዙሕ ነገር ኣለና so ዕድመን ጥዕናን ይሃብክን ንኩላትክን ኣሕዋተይ ኣብ ኩሉ ዓለም ዘለኽን ሃፒ ማዘርስ ደይ ብጣዕሚ እየ ዝፈትወክን ከይወፃክን ኩላክን ሳብስክራይብ ግበራ ዝኮነ ሕቶ እንድሕር ኣለክን ፀሓፋለይ ክምልሰልክን እየ ኣብ ቀፃሊ ብካልእ ክሳብ ንራከብ ከዓ ብሰላም የራክበና ባይ።